ሰላም ከመይ ትጸንሑ ተኸታተልትን ፈተውትን ሕርያኖስ ኒውስ ዜናታት ዝዕለት ሒዝና ቀሪብና ኣለና ኣብ ማእኸላይ ምብራቕ ሰላም ናይ ምስፋን ዕድል ኣዝዩ ጸቢብ ከም ዝኾነ ይእመት ኣሎ ከምኡ እውን ኣሜሪካ ኣብ ልዕሊ ኢራን ኲናት ኣብ ዝቕፅል ዘሎ እዋን ሰራሕተኛታት ኤምባሲ ካብ ስዑድ ዓረብ ክወፁ ሓያል ትእዛዝ ሂባላ። ኣብዚ ዛዕባ ድማ ብዝርዝር ዳህሲስና ኣለና። ኣብ ከተማ መቐለ፣ ኣብ ኣዲስ ኣበባን ኣብ ዱባይን ገዛ ኣለኒ ዝብል ኣዘራራ ብዛዕባ ጀነራል ምግበይ ሃይለ ኣብ ናይ መዓድን ቢዝነስ ኣትዩ ምንባሩን ግን ድማ ኣብ ከተማ መቐለን ኣዲስ ኣበባን ዱባይን ብዛዕባ ዘለዎ ገዛ ኣንፈት ይብሎ ጀነራል ምግበይ ሃይለ ኣብ ጉዳይ ን ትግራይ ዘላትሉ ፖለቲካዊ ጉዳያት ኣመልኪቱ ኣብ ዝሃቦ ቃለ መሕተት ብርክት ዝበሉ ዛዕባታት ኣልዒሉ ኣሎ። ብፍላይ ድማ ጀነራል ምግበይ ሃይለ ሓሚሙ እናተብሃለ ዝውዛዕ ዝነበረ ሓበሬታ ስዒቡን ካልኦት ብርክት ዝበሉ ዛዕባታት ትግራይ ሰለስተ ሚእትን ስሳን ዲግሪ ዓፄ ከምበርክኸካ እየ ምባል ዘይሕሰብ እዩ ዝብል መደርኡ ዝርዝር ኣለና። ቻናልና ላይክ፣ ሼር፣ ሳብስክራይብ ብምግባር እውን ተኸታተሉ። ናብ ዝርዝሮም ኣቢልና ውድብ ሕብራት ሃገራት ኣብ ማእኸላይ ምብራቕ ሰላም ናይ ምስፋን ዕድል ኣዝዩ ፀቢብ ከም ዝኾነ ኣፍሊጡ ኣመሪካን እስራኤልን ኣብ ልዕሊ ኢራን ዝፍፅምዎ ዘለዋ መጥቃዕቲ ሓይሉ ብምቕፃል ኣብ ማእኸላይ ምብራቕ ሰላም ናይ ምስፋን ዕድል ኣዝዩ ፀቢብ ከም ዝኾነ ይእምታ ኣለዋ። በቲ ኩነታት ዓብይ ስግኣት ከም ዘለዎም ድማ እናስምዑ እንትኾኑ ነዚ ዝገለፀ ላዕለዋይ ኮሚሽነር ሰብኣዊ መሰላት ሕብራት መንግስታት ቮልከር ቱርክ ድማ ኩነታት ማእኸላይ ምብራቕ ካብ እዋን ግጭት እስራኤልን ፈለስጢምን ኣትሒዙ ክሳብ ለይቲ ሎሚ ርግኣት ከም ዘይተረኸበ ዝጠቐሰ እንትኸውን ኣብ ማእኸላይ ምብራቕ ሰላም ናይ ምስፋን ዕድል ክረጋገፅ ኩሎም ሓይልታት ፍቓድ ክህቡሉ ከም ዝግባእ ፀዊዑ ኣሎ። ኣሜሪካን እስራኤልን ኣብ ልዕሊ ኢራን ዝኸፈትዎ ኲናት ሎሚ ቀዳም ኣብ ሓያል ጎንፂ ይቕፅል ዘሎ እንትኸውን እዚ ድማ ኩሎም ሓይልታት ናይ ሰላም ዕድል ክጥቀሙሉ ንዞባ ማእኸላይ ምብራቕ ዝረጋግዕሉ ኩነታት ኣብ ምፍጣር ክተሓባበሩ ፀዊዑ። ብመሰረት ሓበሬታ እውን ብፍላይ ድማ ዓለም ነዚ ሓደገኛ ሓዊ እዚ ንምጥፋእ ህፁፅ ስጉምቲ ትወስድ ኣለዋ ብምባል ሕዚ ኣብ ማእኸላይ ምብራቕ ዝረኣ ዘሎ ኩነታት ዜጋታት ምቕታል፣ ገበን ምፍፃም፣ ጎንፂ ምጉሃር፣ ምዕናው፣ ምብራዝ ጥራሕ ምዃኑ ብምግላፅ ኣተሓሳሳቢ ከምዝኾነ ይሕበር ኣሎ። እቲ ኮሚሽነር ኩሎም ተዋጋእቲ ሓይልታት ዞባ ማእኸላይ ምብራቕ ንሰላም ዕድል ክህቡ ክሓትት ምባሉ ዝጠቐሰ እንትኸውን ካልኦት ሓይልታት ሃገራት እውን ተራፀምቲ ሓይልታት ካብ የዕናዊ ተግባራቶም ክቑጠቡ ክተተሓሳስብ ከምዘለዎ ንፁሃት ሰባት ዝያዳ ከይጉድኡ ድማ እቲ ቅልውላው እውን ኣብ ዘይምለሰሉ ብርኪ ከይበፅሕ ኩሉ ዝከኣሎ ክገብር እውን ተቐሪቡ። ኣብ ከተማ መቐለ ኮነ ኣብ ኣዲስ ኣበባ ከምኡውን ኣብ ዱባይ ገዛ ኣለኒ ክብል ኣዘራራቢ ዘረባ ጀነራል ምግቢ ሓይለ ኣብ ናይ መዓድን ቢዝነስ ኣትያ ኣይፈለጥን እኳ ተብለ ቅድሚ ኩናት ትግራይ ግን ብርክት ዝበሉ ስራሕቲ ከም ዝነበሩ ተዛሪብሎ ኣብዚ ሰሙን እዚ ዘይወግዓዊ ሓበሬታታት ክውዝዑ ዝፀንሑ እንትኾኑ ብፍላይ ድማ እቲ ጀነራል ሓሚሙ ዝበል ካብ ሓቂ ዝረሓቐ ዘረባታት ክውዝዑ ምቕናዩ ስዒቡ ናብ ማዕኸናት ቴሌቪዥን ብምቕራብ እውን ኣነ ጥሙስ ምሉእ ጥዕና የለኹ ክብል ተሰሚዕሉ እቲ ጀነራል ጀነራል ምግቢ ሃይለ ነዚ ዝገለፀ ኣብ ህሉ ኩነታት ጥዕንኡን ትግራይን ዘላትሉ ፖለቲካ ኩነታት ኣመልኪቱ ምስ ድምፂ ወያነ ቴሌቪዥን ትግራይ ኣብ ዝገብሮ ቃለ መሕተት ጀነራል ምግበይ ሓሚሙ እዩ እናተባሃለ ዝውዛዕ ዘሎ ሓበሬታ ፈፁም እዩ ክብል ድማ ጥዕንኡ ምስ ጥዕንኡ ከም ዘሎን ጽቡቕ ኩነታት ከም ዘለዎ ድሕሪ ምግላጽ፣ ነቲ ዘይስሩዕ ወረ ዘስፋፍሑ ዘለዉ ኣካላት ካብ ተግባሮም ክቑጠቡ ድማ ምዒዱ። ኣብ ትግራይ ኣፋፍኖት ኲናት እንትመጽእ ደቅኻ ናብ ወጻእ ሃገር ኢኻ ትልእኽ ዝበሃል ሓቂ ድዩ ተባሂሉ ንዝተሓተቶ ሕቶ ድማ ብኣጠቓላሊ ሓሙሽተ ደቂ ኣለዉኒ፣ እዚኣቶም እውን እቶም ኣርባዕተ ውሽጢ ትግራይ ይነብሩ ከም ዘለዉን ቅድሚ መኸተ ዓበይቲ ናይ ቢዝነስ ትካላት ከም ዝነበርዎ ነቶም ትካላት ምዕፃው ድማ ናብ መኸተ ከም ዝተፀምበረ ዝገለፀ እቲ ጀነራል፣ ሕዚ ኣብ ልዕሊ ትግራይ ከቢድ ናይ ህልውና ሓደጋ ኣንፀላሊዎ ኣብ ዘለሉ እዋን ቢዝነስ ምስራሕ ኣይኮንዶ ክሕሰብስ ሞኪረ እውን ኣይፈልጥን ይብል። ጀነራል ምግበይ ሃይለ ምስ ምውፃእ ዘይሕጋዊ ማዕድን ተተሓሒዙ በዝሒ ሽሙ ብተደጋጋሚ ዝጥቀስ እንትኸውን፣ ኣብቲ ዝገብሮ ቃለ መሕተት ድማ እዚ ጉዳይ እውን ኣብ ናይ መዓድን ቢዝነስ ኣትየ ኣይፈልጥን ክብል እዩ ከንቢትዎ። በዚ ጉዳይ ጥርጣረ ምስ በዝሐ ድማ ብጌታቸው ረዳን ጀነራል ወዲ ወረደን ዝተጣየሸ ኮሚቴ ምፅራይ ዝግበር እንትኸውን ክሳብ ሕዚ ዝተረኽበ ወንጀል የለን ክብል ገሊፁ ኣሎ። ይጋፋዕ ኣሎ ዝበለ ጀነራል ምግበይ ብመንነቱ ብዙሕ ሓሳረ መከራን ሽግርን ይሕለፍ ከምዘሎን ብምግላፅ ብፌደራል መንግስቲ ኣብ ልዕሊ ተጋሩ ዝበፅሕ ዝነበረን ዘሎን ዘርዚሩ ድሕሪ ምግላፅ ድማ ምስ ፌደራል መንግስቲ ኣብ ዝኾነ እዋን ኲናት ክውላዕ ከም ዝኽእል ጠቒሱ። እቲ ብዛዕባ ኣባል ወታደራዊ ኮማንድ ሰራዊት ትግራይ ዋና ኣዛዚ ግንባር ምዕራብ ጀነራል ምግበይ ሃይለ ሓሚሙ'ባ ሞይቱ'ባ እናተብሃለ ክዝርጋሕ ዝጸንሐ ሓበሬታ እውን ካብ ሓቂ ዝረሓቐ ብምባል ኣነ ምስ ጥዕናይ እየ ክብል እዩ ኣስሚሩሉ ዘሎ። ህዝቢ ትግራይ ምኽንያት ባህጊ ሰላሙን ልምዓቱን ፖለቲ ካብ ሕቶታቱ ከይቐስን ከየዕርፍ ከይዓቢ ክብተን ከብተን ክፈርስ ክግፋዕ ክይብደልን ይጓንን ኣሎ ዝበለ እንትኸውን ኣባል ወታደራዊ ኮማንድ ኣዛዚ ግንባር ምዕራብ ጀነራል ምግበይ ሓይለ ህዝቢ ትግራይ ከም ትሕሉፍ ሰለስተ ሚእትን ስሳን ዲግሪ ዓፄ ከምበርክኸየ ምባል ሕዚ ፈፂሙ ዝከኣል ኣይኮነን። ህዝቢ ትግራይ ብመንነቱን ባህልዋቱን ብመፃኢ ዕድላቱን ዋጋ ዕድል ክቐርብን ዝደራደር ኣይኮነን ክብል ገለጹ። ህዝቢ ትግራይ ሰላም እዩ ዝደሊ ስለዝበለ፣ በደልን መግዛእትን ስለዝቃወም፣ ሕግን ሕጋውነትን ይቕድም ስለዝበለ፣ ሃገረይ ብዝብላ ዓዲ ይብደል ኣሎ። ህዝቢ ትግራይ ይጓነ ኣሎ። ፍልጠቱ ህይወቱን ንገዛ እዛ ሃገር እዚኣ መዋእል ታሪኹ ዝሃበ ህዝቢ ትግራይ እዛ ዓዲ እዚኣ ክትከውን ዝገበረ ህዝቢ ይጋፋዕ ኣሎ ብምባል ድማ ኣብታ ሃገር ኣብ ሃለዋት ድሕንነት፣ ህንፀታ ዲፕሎማሲኣ፣ ምዕባለኣን ፀጥታኣን ተቓሊሱ ዋጋ ከፊሉ ብዝሃነፀ ኣሰሩ ብዘንበረላ ዓዲ ህዝቢ ትግራይ ሕማቕ ተፈድዩ ሕዚ እውን ይቕፅል ከምዘሎ እዩ ዝሕበር። ህዝቢ ትግራይ ንምክፍፋል፣ ህዝቢ ትግራይ ናብ ፀገም ክኣቱ፣ ዳግማይ ካልእ ፀገም እናፈሓሱ ናብ ደምነት ኩናት ከእትዉ፣ ናብ ምክፋል ከእትዉ ብዙሕ መልክዑ ይፈታትና ኣለዉ ዝበለ እንትኸውን እቲ ጀነራል ህዝቢ ትግራይ ንኩናት ዝዕድም ድሌት የብሉን ግን ድማ ደኺሞም እዮም፣ ንርእሶም ሰነያ ስኢኖም ኣለዉ፣ ተኸፊሎም እዮም፣ ኢኮኖሚኦም ተዳኺሙ እዩ፣ መሓውሮም ተበቲኹ ኣሎ፣ ክብል ድማ ተሰሚዑ ዘሎ ክፍለ ህዝቢ ትግራይ ንኩናት ኣይሃርፍን እሞ ንኩናት ዝዕድሙ ዘለዉ ግን እቶም ትባለ ዝበደልዎ ዘጋፍዕዎ ዘጓንይዎ ንኩናት ዝዕድም ዘለዉ ንሶም እዮም ንሰላም ዘራኽብ መንገድታት ዓፅዮም ከንበርኩ ክብትኑ ድሌቶም ክፈፅሙ ግፍዒ ይገብሩ ኣለዉ ብምባል ትግራዋይ ሰላም እዩ ዝደሊ ምስ ዝኾነ ከባቢኡን ጎረቤትን ሰላም ኮይኑ ክነብር እዩ ዝደሊ ህዝቢ ትግራይ ምስ ዝኾነ ጎረቤት ሰቡ ጥራሕ ዘይኮነስ ከምኡ ውን ጎረባብቲ ክነብር ዝደለ ብምባል ምስ ኣምሓራ፣ ምስ ኤርትራ፣ ምስ ኣገው፣ ምስ ዓፋር፣ ምስ ሱዳን ብሓባር ብሰላም ክነብር ከም ዝደሊ ውን ይሕብር። ሰራዊት ትግራይ ውላድ ህዝቢ ትግራይ እዩ፣ መለስ ዕላማታቱ ብዝግባእ ዝፈልጥ እዩ ብምባል ድማ ሰራዊት ትግራይ ብዙሕ ፀገም ኣለዎ፣ ምኽንያቱም ኣካል ህዝቢ ትግራይ እዩ፣ ከም ህዝቡ ድማ ከም ህዝቡ እዩ ቲዲኤፍ ናይ ህዝቢ እዩ ሓድራ ህዝቢ ሓድራ ብፆቱ ማሕበረ ኢኮኖሚያዊ ፀገማት ዘየሰክኑ ንሃልዋትን መንነቱን ህዝቡን ደው ኢሉ ዝጋደለሉ ኣብ ዓርሰ ምብቃዕ እዩ ዘሎ ኣባላት ኣካላት ሰራዊት ትግራይ ድማ ከብል ይዛረብ ህዝቢ ትግራይ ንህዝቢ ዝመስል ጉዳይ ትግራይ ዘገደሱ ካብ ጀግና ህዝቢ ትግራይ ዝፍጠር ሰራዊት ንምብታን ዝንቀሳቀሱ ኣካላት ድማ ዝጥንክር እምበር ዝፈርስ ሰራዊት የለን ዝበለ ጀነራል ምግበይ ሃይለ ኣብ ዘበናዊ ውትድርና ዓቕሚ ኣተሓሳስባ እዩ ብምባል ድማ ውግእ ዝውዳእ ብናይ ውግእ ኣካይዳ ዝውሰን ኣተሓሳስባ እዩ ብምባል እዚ ኣተሓሳስባ እዚ ዝወነነ ድማ ኣብ ሰራዊት መሪሕነት ኣብ ትግራይ ኣሎ ኣብ ቴክኖሎጂታት ዘበናውነት ዝውሰን ዕላማ እምበር ድምር ውግእ ዓወትን ዝውሰን ፖለቲክኡ ካብዚ ዝብገስ ዕላማታቱን ኣተሓሳስብኡን እዩ ይብል። ሕቶ ህዝቢ ትግራይ ግዝኣታዊ ሓድነት ይመለስ፣ ተመዛበልቲ ይመለሱ፣ ውሑስ ሰላም ንደሊ፣ ኣካል ሕግን ሕገ መንግስትን ንኹን፣ ማሕበረ ኢኮኖሚያዊ ሕውየት ይረጋገፅ ዝብል ሕቶታት ዘልዕል እንትኸውን ሕቶ ህዝቢ እቶም ነቲ ኣብ ምምላስ ኣብ ክንዲ ምቅላስ ነዚ ገዲፎም ናብ ኣዲስ ኣበባ ዝኸዱ ወታደራዊ መሪሕነት ዝነበሩ ክሳብ እታ ፀኒዖም ዝተቓለሱላ ክብሪ ኣለኒ ግን ድማ ህዝቦም ቃሎም መረበቶም ዓደቦኦም ዝጠልሙ ድኹማት ክብሎም ድማ እቲ ጀነራል እውን ገሊፁ። ደሌት ብልፅግና ሕዚ እውን ህዝቢ ትግራይ ክፋፊሎም ምብታን፣ ትካላት ምንብርካኽ ህዝቢ ትግራይ ተስፋ ክቑርስ ምግባር ብኹሉ መልክዕ ድማ ፀገም ትግራይ ከጋድዱ ዝፅዕሩ ዘለዉ እንትኾኑ ነዚ ድግፉ ነዚ ዝድግፉ ነቲ ዝብድለና ዘሎ ስርዓት ኣጆኻ እናበሉ ውርደት ህዝቢ ትግራይ ክርእዩ ዝደልዩ ተጋሩ ከምዘለዉን ጉዳይ ትግራይ ዝፍታሕ ኣብ ትግራይ እምበር ኣብ ጓጓ ፀላእ ኾንካ ከምዘይኮነ ኣብ ዓዱ ኮይኑ ምእንተ ትግራይ ክሰርሕ እዩ ዘለዎ ዝበለ ጀነራል ምግበይ ህዝቢ ትግራይ ከምቲ ሕሉፍ ሰለስተ ሚእትን ስሳን ዲግሪ ዓፂ ከምበርኩ እየ ምባል ሕዚ ፈፂሙ ዝከኣል ኣይኮነን ዝብል መልእኽቲ እውን ኣሕሊፉ ዘሎ። ኣሜሪካ ብልዕሊ ኢራን ኩናት ኣብ ዝቕፅሉ ዘሎ እዋን ሰራሕተኛታት ኤምባሲ ካብ ስዑድ ዓረብ ክወፁ ኣዚዛ። እዚ ትእዛዝ ስዑድ ዓረብ ካብ ግዝኣት ኣል ካርጀ ፕሮጀክት ላይት ብምዕላብ ድማ ክልተ ሰባት ከም ዝሞቱ ዝግለጽ ዘሎ እዚ ኣብ ግዝኣት ኣል ካርጀ ፕሮጀክት ላይት ብምዕላብ ክልተ ሰባት ከም ዝሞቱን ዓሰርተ ክልተ ዝቖሰሉ እንትኾኑ ሚኒስተር ጉዳያት ውፃኢ ኣሜሪካ ኣብ ካብ ካብ ኣዝዮም ኣገደስ ሰራሕተኛታት መንግስቲ ኣሜሪካ ኣባላት ስድራቤታት ሰራሕተኛታት መንግስቲ ኣሜሪካን ወፃኢ ኩሎም ካብ ስዑድ ዓረብ ክወፅኡ እዩ ኣዚዙ። እቲ ውሳነ ቀፃሊ ምዕባለታት ፀጥታ ኣብ ዝረኣየሉ ዘሎ እዋን ድሕንነት ዜጋታት ኣሜሪካን ዲፕሎማሲያዊ ሰራሕተኛታት ኣሜሪካ ንምርግ ስጋት ዝዓለመ ናይ ጥንቃቐ ስጉምቲ ምዃኑ እንትይሕበር ኣሜሪካ ብዛዕባ ፍሉያት ስጋት ዝርዝር ሓበሬታ ኣይሃበትን። እንተኾነ ግን እዚ ስጉምቲ ኣብ መላእ እቲ ዞባ ዝላዕለ ወተሃደራውን ጸጥታውን ወጥሪ ኣብ ዝረኣየሉ ዘሎ እዋን ዝውሰድ እዩ። ፕሬዚደንት ኢራን ማሱድ ድማ ንጎረባብቲ ሃገራት ይቕሬታ ሓቲቱ እኳ እንተነበረ ድሒሩ ግን እተን ሃገራት ንኢራን ንምጥቃዕ እንተተጠቂመን ግን ኢራን መልሲ ክትህብ ክትግደድ ክብል ድማ ግብረ መልሲ ሂብሎ። ተኸታተልትን ፈተውትን ሕርያ ኑስ ኒውስ ንሎሚ ዕለት ዝሓዝናዮም እዋናዊ ሓበሬታ